ጥቕሲ ሓደ ክሳብ ጥቕሲ ሸውዓተ ዘሎ ካብ ጥቕሲ ሓደ ክሳብ ሸውዓተ ብሓባር ክነንብቦ ኢና እሞ ሸር ክንገብር ኢና እግዚኣብሄር ከምዚ ይብል ምድሓነይ ክመፅእ ፅድቀይ ድማ ክግለፅ ቀረባ እዩ እሞ ፍርዲ ሓሉ ፅድቂ እውን ግበሩ እቲ ነዚ ዚገብር ሰብ ብእኡ ዚጸንዕ፣ ንሰንበት ከየርክስ ድማ ዚጥንቀቕ፣ እከይ ከይገብር እውን ኢዱ ዚሕሉ ወዲ ሰብ ብጹእ እዩ። እቲ ምስ እግዚኣብሄር ሕብረት ዝገበረ መጸእተኛ፣ ብሓቂ እግዚኣብሄር ካብ ህዝቡ ኪፈልየኒ እዩ ኣይበል። እቲ ስሉብ ድማ፣ እንሆ፣ ንቑጾም እየ ኣይበል። ስለዚ እግዚኣብሄር ከምዚ ይብል ኣሎ፣ ነቶም ሰናብተይ ዝሕልዉ ንኣይ ዘሐጉስ ዝሓርዩ ኪዳነይ ድማ ዘጽንዑ ሰብ ስሉባት ንኣታቶም ኣብ ቤተይን ኣብ ውሽጢ ደምበይን ስፍራ ካብ ኣወዳተይን ካብ ኣወዳትን ኣዋልድን ዝበልጽ ስም ክህቦ እየ ዘይጠፍእ ዘለኣለማዊ ስም ከኣ ክህቦ እየ ነቶም ምእንቲ ከገልግልዎ ንስም እግዚኣብሔር ከፍቅሩ ባሮቱ ክኾኑ ኢሎም ምስ እግዚኣብሔር ዝሓብሩ መጻእተኛታት ሰንበት ከየፍርሱ ዝጥንቀቑ ኪዳን እውን ዘጽንዑ ኩላቶም በተይስ ንኹሎም ህዝብታት ቤት ጸሎት ክስመ እዩ እሞ ንኣታቶም ናብ ቅዱስ ከረነይ ከምጽኦም ኣብ ቤት ጸሎተይ ከዓ ከሐጉሶም እየ ዝሓርር መስዋእትታቶምን መስዋእትታት ሕሩዶምን ኣብ መሰውእየይ ቁቡል ክኸውን እዩ። እቲ ነቶም ፋሕ ኢሎም ዘለዉ እስራኤል ዝኣኻኽብ እግዚኣብሔር ኣምላኽ ኣብ ርእሲ እቶም እኩባቱ ካልኦት እውን ክእክብ እየ ይብል ኣሎ ይብል። እግዚኣብሔር ይመስገን። ንእግዚኣብሔር ከተሐጉሶ ምሕራይ ዝብል ሓሳብ እየ ሂበዮ ዘለኹ ወይ ድማ ኣርእስቲ ንእግዚኣብሔር ንምሕጓስ ምሕራይ ምርጫ እዩ ንእግዚኣብሔር መታን ክትሕጉሶ ምሕራይ ኣብ ህይወትና ዝበዝሕ ግዜ ቅድሚ ናብ ህይወትና ምእታወይ ኣብዚ ቃል እግዚኣብሔር ብምንታይ ጅምር ምድሓረይ ክመ ምድሓነይ ክመጽእ ጽድቀይ ክግለጽ ቀረባ እዩ ኢሉ ይዛረብ። ምድሓነይ ክመጽእ ጽድቀይ ክግለጽ ቀረባ እዩ። እግዚኣብሔር ብጽድቂ ክግለጽ እግዚኣብሔር ብምድሓን ክግለጽ ቀረባ እዩ። ናባኻ ቀረባ እዩ። እግዚኣብሔር ኣባኻ ምድሓኑ ክገልጽ እግዚኣብሔር ኣባኻ ጽድቁ ክገልጽ ቀረባ እዩ ኢሉ ይዛረብ ዘሎ። ብህይወትና እንድሕር ርኢናዮ እግዚኣብሔር ምድሓኑ ክገልጽ እግዚኣብሔር ጽድቁ ክገልጽ እግዚኣብሔር ፍርዱ ክገልጽ እግዚኣብሔር ብይኑ ክገልጽ እግዚኣብሔር ፍትሑ ክገልጽ ቀረባይ ኢሉ ይጅምር እግዚኣብሔር ንምድሓን እግዚኣብሔር ብጽድቂ ንምግላጽ ቀረባ ኢሉ ይጅምር መጀመርታ ከምኡ ኢሉ ይጅምር መወዳእትኡ ድማ እቲ ነቶም ፋሕ ኢሎም ዘለዉ እስራኤል ዝእክብ እግዚኣብሄር ኣምላኽ ኣብ ርእሲቶም እኩባቱ ካልኦት እክብ እዮ ይብል ከኣ ይብል ኣብ መጨረሻ እቲ ጥቕሲ ምዕራብ ጥቕሲ ሸሞንተ ምስ ከድና ከኣ እግዚኣብሄር ህዝቡ ከም ዝእክብ እግዚኣብሄር ንቶም ናቱ ከም ዝቖመሎም ብጀካቶም ዝኣከቦም ካልኦት ኮላይ ክእክብ መደብ ከም ዘለዎ እግዚኣብሄር ሓድሽ ነገር ክገብር መደብ ከም ዘለዎ እግዚኣብሄር ብሉፅ ነገር ክገብር መደብ ከም ዘለዎ እግዚኣብሄር ዝተበተነ ዝተበላሸወ ፋሕ ዝበለ መትሓዚ ዘይብሉ ማእሰር ዘይብሉ ነገር ማእሰር ክገብረሉ ክኣኻኽቦ ክጠራንፎ ከም ህዝቢ ከም ውልቀ ሰብ ተርእና ከዓ ንኩነታትና ማለት እዩ ከም ውልቀ ሰብ እንተርእና ከዓ ኩነታትና ፋሕ ዝበለ ነገርና ብጀካ ተለና ንብሎ ዝጠፍአና ነገር ብጀካ እቲ ክህሉ ንደልዮ ካልእ እግዚኣብሔር ክህሉ ዝደልዮ ነገር ንኡ እቶም ንዝተበተኑ ዝእክብ ኣምላኽ፣ እቶም ፋሕ ንዝበሉ ዝጥርንፍ ኣምላኽ፣ ብጀካ እቶም ጥርኑፋቱ ንኻልኦት ኮሎናይ ክእክብ፣ ብጀካ እቶም ዝተኣከቡ ካልኦት ክእክብ፣ ብጀካ እቶም ዝተጠርነፉ ካልኦት ክጥርንፍ፣ ብጀካ እቲ ዝተዓረየ እንደገና ካልእ ከዕሪ፣ ብጀካ እቲ ዝተገብረ እንደገና ሓድሽ ነገር ካልእ ክገብር መደበ እዩ ኢሉ። እቲ ንዚ ዝገብር እግዚኣብሄር እዩ። ሕጂ ዝዛረብ ዘሎ መን እዩ? እግዚኣብሄር እዩ። እግዚኣብሔር ብዛዕባ ናቱ መደብ ይዛረብ ኖርማሊ ንህይወትና ናብቲ ቃል እንድሕር ኣምፂናዮ እግዚኣብሔር ብዛዕባ ኣብ ህይወትና ብዛዕባ ክገብሮ ዝደለየ ምድሓን እግዚኣብሔር ብዛዕባ ብፅድቂ ክግለፀሉ ዝደለዮ ነገር እግዚኣብሔር ብፍርዲ ብዛዕባ ክግለፀሉ ዝደለየ ነገር እግዚኣብሔር ኖምበር እግዚኣብሔር ኣሎ ድዩ የለን እንብሎ ነገር ክህልወና ይኽእል እዩ። ኣብ ቅድሚ እግዚኣብሔር ነገርና ዝተሰወረ ዝመስለና መትሓዝን መጠርነፍን ዝተሳእኖ ዝተበታተነ ተስፋ ዘቑርፅ ልብና ከቐብፆ ዝገብር ኦሮማይ ተባላሽዩ ደጊም ኣይከውንን ኢልና ኣብ እምሮና ኣብ ተመክሮና መደምደምታ ዝሃብናዮ በኻዚ ነገር እዚ እንተዘይባላሾ ነይሩ እንብሎ ነገር ክንደይ ጽቡቕ ነይሩ እንተዝዕረ ንብሎ ነገር ገሊኡ እግዚኣብሄር ጻድቕ ዶ ኣይኮነን እግዚኣብሄር መኣስ እዩ ዝፈርድ እግዚኣብሄር መኣስ እዩ ብጽድቂ ዝዳኒ እግዚኣብሄር መኣስ እዩ ፍትሒ ዘውፅእ እግዚኣብሄር መኣስ እዩ ጸሎተይ ዝሰምዕ መኣስ እዩ እግዚኣብሄር ኣምላኽ ብይን ዘውፅኣለይ ንብሎ ክኸውን ይኽእል እዩ ገሊኡ እንተ ካብ ድኻምና እንተ ካብ ጌጋና እንተ ካብ ዘይምስትውዓልና ዘበላሸናዮ ዘፍረስናዮ ዝተበተነ እሞ ካብዚ ዘናግፈኒ መን እዩ ዘድሕነኒ መን እዩ ኦሮማይ እግዚኣብሄር እእዛኑ ዓፂ እዩ ብዛዕባይ ኦሮማይ እግዚኣብሄር ብዛዕባይ ኣይግድሶን እዩ ምክንያኑ ኣነ ኣበላሸ እየ ኣነ በዲለ እየ ኣነ ፈሓቢሎየ እየ ኣነ ተሓታቲት እየ ኣነ ተሓታቲ እየ ኣነ ንፍርዲ እንተዘይኮይኑ ምንም ንምሕረት ዝጠቅም ነገር እውን ኣይተረኽበንን እንብሎ እውን ተስፋ ዘቑረፀና ነገር ክኸውን ይኽእል እዩ ድሕሪ ሕጂ እግዚኣብሄር ኣይሰምዓካን ኣይሰምዓክን ድሕሪ ሕጂ እግዚኣብሄር ናባኻ ኣየቕልብን ኣየቕልብን ኣየቕልበልካን እዩ ዝብል መርትዖ ኣብ ልብና ተዘሪኡ ወይ ድማ ኣብ ኣእምሮና ቻለንጅ ገይሩና እወ እግዚኣብሄር ንኣይ ክሰምዕ ኣይክእልን ኢልና ዝረዓምናሉ ዋላ እውን እንዳጸማእና ዋላ እውን እንዳደለናዮ ከለና ናብቲ ግቡእ ቦታና ክንምለስ ምሕረት ከም ዘይንረክብ ኮይኑ ስለ ዝተረዳእና ኦሮማይ ናተይ ነገር ዘብቅዐ እዩ ኣብ ዝብል መደምደምታ ዝበጻሕናሉ ክንከውን ንኽእል ኢና። መለለይ ስምና ካብ ኣማኒ ምዃን ናብ ወረበላ ምዃን ዋላ ተቐይሮ ክኸውን ይኽእል እዩ። ምልክትና ምልክት ጸልማት፣ መለለይና መለለይ ወግዒ ካልኦት ኮይና ክንህሉ ንኽእል ኢና። እግዚኣብሔር ግን ከምዚ ይብል እግዚኣብሔር ከምዚ ይብል ኣይ ናይ እግዚኣብሔር እቲ ነቶም ፋሕ ኢሎም ዘለዉ እስራኤል ዝእክብ እግዚኣብሔር ኣምላኽ ከዓ ዝበሃል ኣብ ርእስቶም እኩባቱስ ካልኦት እውን ክእክብ መደብ ዘለዎ ብጀካቶም ምስኡ ቀሪቦም ዝተሓቕፉ ዝተኣከቡ ካልኦት ፋሕ ዝበሉ መመገዶም ዝኾኑ ዘዝመስሎም ዝኾኑ ብኩሉ ዓይነት ውድቀት ኣብ ቅድሚኡ ዝነበሩ ንኣኣቶም ከይተረፈ ብምሕረት ብፋፃ ምሕረት ገይሩ ክእክብ መደብ ኣለዎ እዩ ዝብል ዘሎ መን እግዚኣብሔር ጎይታ ሰራዊት ዝበሃል ኣምላኽ እዩ እንታይ ክገብር ከድሕን እንታይ ክገብር ብፅድቂ ክግለፅ እንታይ ክገብር ብፅድቂ ክዳኒ እንታይ ክገብር ምሕረት ክገብር እንታይ ክገብር እንደገና ዕድል ሂቡ ንንስሓ ንምምላስ ንጣዕሳ ደገ ክኸፍት እሞ ነቶም ዝጣዕሱ ነቶም ዝምለሱ ነቶም ካብ ሓቂ ካብ ግብሪ ንስሓኦም ተበጊሶም ምስ እግዚኣብሄር ክሓብሩ ዝደልዩ ኣሜን ኢሉ ክቕበል እግዚኣብሄር ዝመደብ መዲቡ ኣሎ ነዚ ክገብር ከዓ ክመጽእ እየ ይብል ኣሎ ኢሉ ነዚ ክገብርስ ክመጽእ እየ ጽድቀይ ከዓ ክገልጽ እየ ናብ ህይወትካ ክመጽእ እየ ጽድቀይ ከዓ ክገልጽ እየ ናብ ቤትካ ክመጽእ እየ ጽድቀይ ከዓ ክገልጽ እየ ኣብ ጸልማትካ ክመጽእ እየ ብርሃነይ ከዓ ክገልጽ እየ ኣብ ጭንቀትካ ክመጽእ እየ ምድሓነይ ከዓ ክገልጽ እየ ምንጋፈይ ከዓ ክገልጽ እየ ኣብ ጸበባኻ ክመጽእ እየ ረድኤተይ ክገልጽ እየ ኣብ ቁዝማኻ ክመጽእ እየ ፈውሰይ ድማ ክገልጽ እየ ኣብ ቃንዛኻ ክመጽእ እየ ምንጋፈይ ድማ ክገልጽ እየ ኣብ ጽምዋኻ ክመጽእ እየ ኩሉ ዝኽእል ኣምላኽ ምዃነይ ከዓ ክገልጽ እየ ኣብ ጸበባኻ ክመጽእ እየ፣ ዘርሁ ኣምላኽ ምዃነይ ከኣ ክገልጽ እየ። ኣብ ዕንቅፋትካ ክመጽእ እየ፣ ዘቕንዕ ኣምላኽ ምዃነይ ከኣ ክገልጽ እየ። ኣብ ዝተበተንከ ነገርካ ኣብ ፋሕ ዝበለ ጉዳይካ ክመጽእ እየ፣ ከመይ ከም ዝእከብ ከኣ ከርእየካ ክግለጽ እዩ። ኣብ ዝተሰባበረ መትሓዝ ዘይብሉ ነገር ክመጽእ እየ ከመይ ገረ ንነገር ከም ጽግኖ ከዓ ክግለጽ እየ በድራሻ ከዓ ክመጽእ እየ ህያው ኣምላኽ ምዃነይ ከዓ ክገልጽ እየ የለኹን ዝተባሃልኩሉ ቦታ ከዓ ክመጽእ እየ የለኹን ኣብ ዝተባህለ እምሮ ከዓ ክመጽእ እየ የለ እንዲ ኢልካ ኣብ ዝተራገምካሉ መልሓስካ ክመጽእ እየ ኣነ ጎይታ ምዃነይ ከዓ ክገልጽ እየ ኦሮማይ ኣብ ዝተባህለ ጉዳይኩም ክመጽእ እየ ሓድሽ ነገር ከም ዝከኣል ከዓ ክገልጽ እየ እቲ ከምዚ ክገብር ዝከኣሎ እግዚኣብሄር ጎይታ ሰራዊት ኣምላኽ ዝበሃል እዚ ንክገብር ምድሓነይ መታን ክገልጽ ክመጽእ ጽድቀይ ድማ ክግለጽ ቀረባ እዩ እሞ ይብል ሽዑ እዚ ንምግባር ቀሪቡ እዩ እሞ ይብል ኣሜን መዓልቲ ነዊሑ ዓመታት ተቆፂሩ ኦሮማይ ስቑኢልካ እዩ ናተይ ነገር ዝበልናዮ ቀረባ እዩ ይብል ኣሎ ንሱ ግና እዚ ክገብር ክመፅእ ቀረባ እዩ ይብል ንዚ ንክገብር እቲ ግዜ እንታይ ይብል ቀረባ እዩ ፍትሒ ንኸውፅእ ቀረባ እዩ ፍርዲ ንክግለፅ ቀረባ እዩ ምድሪ ክትዳነ ቀረባ እዩ ነገስታት ክፍረዱ ቀረባ እዩ ዓያሹ ክወድቁ ቀረባ እዩ ለባማት ከምልጡ ቀረባ እዩ ንኣምላኽ ዝፈርሁ ክድሕኑ ቀረባ እዩ ንኣምላኽ ዝንዕቁ ክድቆሱ ቀረባ እዩ ደፋራት ክጭነቑ ቀረባ እዩ ፈራህቲ ኣምላኽ ክዕልሉ ቀረባ እዩ ቅልጽሞም ዝተኣመኑ ክሓፍሩ ቀረባ እዩ፣ ኣብ እግዚኣብሔር ዝተወከሉ ክኸብሩ ከኣ ቀረባ እዩ። ንግዝያዊ ነገር ዝነብሩ ክንውሩ ቀረባ እዩ፣ ንዘልኣለም ዘፍቅሩ እ ክብሪ ኣምላኽ ክግለጸሎም ከኣ ቀረባ እዩ። እዚ ክገብር ክመጽእ እየ ይብል። እዚ ክገብር ክመጽእ እየ። ስለዚ ኣነ ይመፅእ ስለ ዘለኹ እዩ ዝብል ሽዑ ኣነ ይመፅእ ስለ ዘለኹ እቲ ነዚ ዝገብር እንታይ ይብል ሽዑ ቀረባ እዩ እሞ ምስ በለ ፍርዲ ሓልው ፅድቂ እውን ግበሩ እቲ ነዚ ዝገብር ሰብ ብኡ ዝፀንዕ ንሰንበት ከየርክስ ድማ ዝጥንቀቕ እከይ ከይገብር እውን ኢዱ ዝሕሉ ወዲ ሰብ ብፁእ ይብል ሽዑ እዚ ክገብር ክመጽእ እየ እሞ ኣብ ቅድመይ ኪዳን ሰላሞም ኪዳን ዕረፍቱን ከየባላሹ ጽድቁ ኣብ ዋጋ ዕዳጋ ከየእቱ ህይወቱ ምስ ኣምላኽ ብጥንቃቐ ምምልላስ ዝበሃል ነገር ከየጥፍእ ኣብ ቅድሚ ኣምላኽ በዳሊ ኮይኑ ከይርከብ መታን ኣምላኽ ክበፅሖ ቀረባ ምዃኑ ፈሊጡ ንኣምላኽ ዝፃባበ ኣብ መሐለዊ ቦትኡ ደው ዝብል ሰብ ብፁዕ ይብል ብፁዕ እዩ ንሰንበት ከየርክስ ዝጥንቀቕ ሰንበት ማለት ዕረፍቲ ማለት እዩ ዕረፍትና ክርስቶስ የሱስ እዩ ኣብ ክርስቶስ ኣበሰኛ ኮይኑ ከይርከብ ዝጥንቀቕ ብጀካ ብክርስቶስ ምዕራፍ ካልእ ዕረፍቲ ሃተምተም ኣብ ምባል ዘመኑ ዘየጥፍእ ኣብቲ ዕረፍቱ ዝኾነ ኣምላኹ ዘይዓረፈ ሰብ ካብ ምዃን ዝዓረ- ካብ- ዘይዓረፍካ ሰብ ካብ ምዃን ዝተጠንቀቐ ሰብ ንዕረፍቲ ዘየርክስ ንደም ክርስቶስ ዘየርክስ ንደም ኪዳን ዘየርክስ ንሰላም ክርስቶስ ዘየርክስ ብናይ ክርስቶስ ምድሓን ዋጋ ዕዳጋ ዘይኣቱ ሰብ ብፁዕ እዩ። ኣብ ቅድሚ እዚ ኣምላኽ እዚ እከይ ከይገብር ኢዱ ዝሕሉ እግዚኣብሔር ተመላለስ ብዝበልዶ ፍርዲ ዝመላለስ ጽድቂ ዝገብር ብጽድቂ ምስ እግዚኣብሔር ኣምላኽ ዝመላለስ ብፁይ ምስ በለ እቲ ምስ እግዚኣብሔር ሕብረት ዝገበረ ወጻእተኛ ይብል ሽዑ እቲ ምስ እግዚኣብሔር ሕብረት ዝገበረ ወጻእተኛ ኩልና ኩልና ወጻእተኛታት ኢና ነርና ሓቀይ ኩልና ወጻእተኛታት ኢና ነርና ደቅቲ ብባህሪኡ ኣውልዕ ቀጽሪ ቤት ኣምላኽ ዝኾነ ይኮና ንሕና ካብ መሮር ካብ በረኻ ዝመጻእና ጨነፍር ኢና ኣብቲ ጉንዲ ወይኒ ዝተተኸልና ኣብቲ ኣውልዕ ጽድቂ ዝተተኸልና እቲ ምስ እግዚኣብሔር ሕብረት ዝገበረ መጻእተኛ ይብል እቲ ምስ እግዚኣብሔር ሕብረት ዝገበረ መጻእተኛ ምስ መን ምስ እግዚኣብሔር ሕብረት ዝገበረ መጻእተኛ መጻእተኛ እዩ ግን ሕብረቱ ምስ መን ዝገበረ ምስ እግዚኣብሔር መጺኡ ኣብ ክርስቶስ ዝተተኽለ መጺኡ ኣብ ክርስቶስ ዝተቐመጠ መጺኡ ምስ ክርስቶስ ዝተጣበቐ ብዘይግባእ መገዲ ህ፣ ግናኸ ክርስቶስ ንኡ ዕድል ሂብዎም ካብ ክርስቶስ እዚ ጻውዒት እዚ በጺሕሉ፣ እዚ ዜና እዚ በጺሕሉ፣ ብስራት ምድሓን በጺሕሉ፣ መጺኡ ኣብ ክርስቶስ ዝተተኽለ መጻእተኛ። ብሓቂ እግዚኣብሔር ካብ ህዝቡ ክፈልየኒ እዩ ኣይበል። እቲ ስሉብ ድማ እንሆ ንቑ ጾሜ ኣይበል። ስሉብ እዩ እኮ ብስጋ ስሉብ ማለት ናይ ዘርኢ ኣካሉ ዝተሰልበ ማለት እዩ ዝተወስደ ማለት እዩ ክወልድ ኣይክእልን ማለት እዩ ክዝምድ ኣይክእልን ማለት እዩ ከም ሰብ ተፋርዩ ኣወዳት ኣዋልድ ወሊዱ ሓቂፉ ስዒሙ ከዕቢ ኣይክእልን ክንድም ሓድጊ ተሪፎም ክበሃል ኣይክእልን ምስ ኣምላኽ ሕብረት ዝገበሮ እሞ ስሉብ እንተኾነ ግና ኣነ ንቑ ጾሜ ዋላ ሓንቲ ኣይጠቅምን ኣይበል ኣነ ንቑ ጾሜ ዋላ ሓንቲ ኣይጠቅምን ኣይበል መዐቀኒ ክርስትና ቆልዑ ምውላድ ኣይኮንን መዐቀኒ ሓዳር ቆልዑ ምውላድ ኣይኮነን መዐቀኒ ሓዳር እሙን ኮይንካ ንኺዳንካ ምንባር፣ መዐቀኒ ክርስትና ከኣ ምስ ክርስቶስ ብትኽክል ምሕባር እዩ። ተደልዩ ውሉድ ይሃብካ፣ ተደልዩ ኣይሃብካ ናቱ እዩ። እግዚኣብሔር ግን ሕብረትካ ምስ ኣምላኽ ጥዕና ከም ዘለዎ ብትወልዶም ቆልዑ ዘይኮነ ዝመስኖስ ምስኡ ብዘለካ ሕብረት እዩ ዝመዝኖም። ስለዚ እቲ ከም ንስጋ ክወልድ ዘይከኣሎ መሓድግ የብለይን ኢሉ ኣብ ቅድሚ ኣምላኽ ዝቃዝን ሰብ ኣይቓዝን እዩ ዝብል ዘሎ ኣይቓዝን ኣይቃዝን ስሉብ እየ ፍረብለይን ንቑጾም እየ ዋላ ሓንተ ይቐንጠበንን ኣይበል ሕብረት ምስ ኣምላኽ ስለ ዝገበረ ደኣ ይተሓጎስ ምስ ኣምላኽ ስለ ዝሓበረ ደኣ ደስ ይበሎ ቁም ነገሩ ሕብረት ምስ ኣምላኽ ምግባር እዩ ክንደይ ቆልዑ ወሊዱ ኣይኮነን ክንደይ ቆልዑ ኣመርዕዩ ኣይኮነን ክንደይ ቆልዑ ኣዕብዩ ኣይኮነን እንታይ ደኣ ምስ ኣምላኽ ሓቢሩ ዝብል እዩ ትቁም ነገር ስለዚ እቲ ከምዚ ዓይነት ከም ንስጋ ከም መምዘኒ ስጋ እዚ ኣለኒ ትርፊ ከዓ ከማን ኣይተሰኣነኒ ብዝብል መስፈር ሓደ ነገር ክሰፍር ዘይከኣለ በቲ ምድራዊ ነገሩ እግዚኣብሄር ንኣይ ንቁፆም ገይሩኒ ንዋላ ሓንቲ ኣይጠቅምን ኣይበል የግዳ ምስ እግዚኣብሔር ስለ ዝሓበረ ደስ ይበሎ እዩ ዝብል ዘሎ ኣሜን እግዚኣብሔር ምናልባት ኣነ ንስኻትኩምን እንቁዝመሉ ቁዝማ ኣነ ንስኻትኩምን እንቁዝመሉ ቁዝማ ኣብ ቅድሚ ሰብ ብዛዕባ ክኸውን ዝግብኦ ነገር እምበር ምስ እግዚኣብሔር ብዛዕባ ክንኮኖ ዝግብአና ነገር ዘይክኸውን ይኽእል እዩ ንኣይን ንኣኹምን ካብቲ እግዚኣብሔር ዝደልየና ነገር ስፍራ ንክንሓድግ ዝገብረና ነገር ኣብ ቅድሚ ሰባት ከይንበሃል እንሰግኦ ነገር ክኸውን ይኽእል እዩ ሰባት ከይብሉና እምበር እግዚኣብሔር ከምኡ ድዩ ዝደልየና ዝብል ሕቶ ምናልባት ናይ እግዚኣብሔር ምኽሪ ዘይክኸውን ይኽእል እዩ ግን ሓደ ሓደ ግዜ ኣብ ቅድሚ ሰባት ጎዲልና እንብሎ ነገር ሰባት ብኡ ስለ ዝምጡንና ብኡ ስለ ዝሰፍሩና እግዚኣብሄር እውን ብኡ ዝሰፍረና ክመስለና ይኽእል እዩ ኖኖ ኣይኮነን ቆልዓ ስለ ዘይወለድካ እግዚኣብሄር ኣምላኽ መስፈሪ ክርስትናኻ ብቆልዓ ምውላድ ኣይኮነን መስፈሪ ክርስትናና ኣብ ባንክና ዘሎ ገንዘብ ክንደይ ሸሓት እዩ ይኮነን መስፈሪ ክርስትናና ክንደይ ኣወዳትን ኣዋልድን ኣብ ገዛና ተሰሪዖም ይምገቡ ኣለዎ ይኮነን መስፈሪ ክርስትናና እ፣ ዓባይ ጓልና ኣመርዒና ዶ ኣይመርዓናን ኣይኮነ ንሱ ኣይኮነን መስፈሪ ክርስትናና እግዚኣብሔር መስፈሪ ደቁ ምስኡ ጥዕና ዘለዎ ሕብረት ምግባር ዝብል ስለዚ እቲ ምስ ኣምላኽ ዝሓበረ መጻእተኛ ኳሊፊኬሽን እዩ ንሱ ብልጫ እዩ ግን ከዓ ብዓይኒ ስጋ ክረኦ ከሎ እ፣ ውልድ ኣልባ ዝመስል ብዓይኒ ስጋ ክረኦ ከሎ ጎደሎ ኣለዎ ዝበሃል ምናልባት ከም ሓደ ብጥዕና ደው ኢሉ ድግድግ ዝብል ንምድሪ ድግድግ ናይ ምግባር ዓቕሚ የብሉን ይህሉ ይኸውን ናይ እግሪ ስንክልና ይህልዎ ይኸውን ናይ ኢድ ስንክልና ይህልዎ ይኸውን ናይ ዓይኒ ስንክልና ይህልዎ ይኸውን ምናልባት ናይ ገንዘብ ዓቕሙ ሒደት ክኸውን ይኽእል ምናልባት ክዳን ናይ ምቕያር ዓቕሚ ኣይረኸበን ክኸውን ይኽእል ምናልባት ብሉፅ ጫማ ኣይገበረን ክኸውን ይኽእል ምናልባት ማሕደር ዝኾነ ቤት ኣይሃነፀን ክኸውን ይኽእል እግዚኣብሔር ዝባረኾ ሰርቪስ ዝሃቦ ዝበሃል ዘይክኸውን ይኽእል ማለት እግዚኣብሔር ዝባርኽ እግዚኣብሔር ከም ዝባርኸካ ተድንቆ ሰርቪስ ገዛ ናይ ባዕልኻ ምስ ሃበካ ዝርድኦ ክርስትያን ከዓ ስለ ዘሎ ኣቦታትካ እንዳሃለዎም ከሎ ኣብ ቴንዳ ወዲኦም ከይዶም ኣብ ድንኳን ወዲኦም ከይዶም ዝሓይሽ ከም ዘለዎም ፈሊጦም ክነብሮ ይደለዩን ኣብዚ ምድሪ እዚ ክትከሎ ይደለዩን ከምዘይብል መጽሓፍ ቅዱስ ኣብዚ ምድሪ እዚ ብዘጥረካዮ ንብረት እግዚኣብሔር ከማ ምሳኻ ከም ዘሎ መስለካ ይኽእል ይኸውን ሰልዲ ምሳኻ ዘሎ እምበር እግዚኣብሔር ምሳኻ ዘለን ዘየለን ዝፍለጥ ግና ገንዘብካ ብምብዝሑ ዘይኮነ ሕብረትካ ምስ እግዚኣብሔር ብምጥዓይ እዩ ገንዘብና ብምብዝሑ ኣይኮነን ኣምላኽ ምሳና ከም ዘሎ እምበሺ ገንዘብና ብምብዝሑ ክንጠራጠር ኢና ዘለና ካብ ኣምላኽ ዲታች ይገብረና ከይህሉ እቲ ገንዘብ ባዕሉ እቲ ገንዘብ ባዕሉ እንዳጎነፀ እንዳጎነፀ እንዳጎነፀ ናብ ገለ ነገር ይወስደና ከይህሉ ክንጠራረጠረሉ ዝግባኣና ክበዝሕ ከሎ ንሱ እዩ ኣይብዛሕ ማለት ኣይኮነን ብዋጋ ዕዳጋ መን ይበዝሕ ኣሎ ግን ሕቶ ከነልዕለሉ ይግባእ እዩ ብዋጋ ዕዳጋ መን ኢኻ እባ ንስኻ ተኽዕቢት ዘለኻ ክንብሎ ኣለና ገለገሊኡ እኮ ዝበዝሕ ሌባ ኮንካ ኮላ እዩ ብስም የሱስ ቅዱስ ሊብነት ቅዱስ ስርቂ ንስርቂ ቅዱስ ስም ከተውፅኦ ከለኻ ማለት እዩ ጉዱ ናይ ገለ ሰባት ጉድ ኣለና ዝብልዎ ብምብካይ ካልኦት እዩ ብምንባዕ ካልኦት እዩ ኣምላኽ ዘይኮነ ሂብዎም ክፍኣቶም ዝሃቦም ሰባት እዮም ብስም እግዚኣብሔር ዝባርኽዎም መጨረሻ ድላይካ ጽሒፍካ ስም እግዚኣብሔር ተሓትመሉ ኣብ ልዕሊኡ ማለት እዩ ኣብ ምጽሓፍ እግዚኣብሔር የለን ጽሑፍ ምስ ተጻሕፈ ግና ማሕተም ስም እግዚኣብሔር ክትገብረ ኣለካ ብላዕሊ ብእግዚኣብሔር ዝተቀደሰ ትብሎ ማለት እዩ ብእግዚኣብሔር ዝተረግመ ክንሱ ደቂ ኤልሲ ኣብ ግንባሮም እንታይ ዝብል ፅሑፍ ነይርዎም እግዚኣብሄር ዝተቐደሰ ንእግዚኣብሄር ዝተፈልየ ዝብል መጠምጠምያ ነይርዎም ንሳቶም ግን ንምንታይ ዝተፈልዮም ንነውሪ ርእሶም ዝፈለዩ ንነውሪ ርእሶም ዝፈለዩ ንምንዝርና ርእሶም ዝፈለዩ ጻድቅ ዘበለት ነፍሲ ንምርካስ ነፍሶም ዝፈለዩ መዓስከሮም ኣብ ቤት መቅደስ ስርሖም ግብሪ ዲያብሎስ ኣብ ግንባሮም እንታይ ዝብል ፅሑፍ ኣለዎም ኣብ ትበሊካ ንእግዚኣብሔር እተቀደሰ ብዘለ ኣካሎም ከንምንታይ ዝተወፈየ ንኩሉ ዓይነት ርክሰት ዝተፈለየ ነውሮም ኣብ ኣባይቶም ዘይኮነስ ኣብ መሰዋዓ ኣምላኽ ዝፍፅሙ እግዚኣብሄር ክሳዕ ዝሰብሮ ኣብኡ ዝዓስካሩ ተዃሉ ነይሮም ደቂ ኤሊ ኣምላክ ክቐትሎም ስለ ዝወሰነሎም ድማ ክንስሑ ይደልዮን ይብለና ብዙሓት ብስም እግዚኣብሄር እግዚኣብሄር ክቐትሎም ዝወሰነሎም ከዕገርግሩ ዝነብሩ ኣለዉ ኣይትቕና በኣቶ ብዓመፃ እንተሰለጦም ሽሞም እንተዕበዩ መተግበርያ ክፍኣቶም ዝኾኑ ሰባት እንተረኸቡ ዓለም ንኣቶም እንተሰዕበት ብኩሉ ጥበብ ክፍኣቶም ኩሉ ዓይነት ብልሓት ተጠቂሞም ዕውታት እንተመሰሉ እግዚኣብሄር ከምዚ ይብል ብፅድቂ ክግለፅ ቀሪበ እዩ ብፅድቂ ክግለፅ ፅድቀይ ክገልፅ ቀረባ እዩ ብፍርዲ ክግለፅ ቀረባ እዩ ስለዚ እቲ ምስ እግዚኣብሔር ዝሓበረ ግናኸ ከም ናይ ሰብ ኣእምሮ ክህልዎ ዝግብኦ ነገር ዝመሰሎ ነገር ግን ዘይብሉ ድኽነት ወይ ስእነት ወይ ጥሜት ወይ ዕርቃን መንግስቲ ሰማይ ኣይእቱን ከምኡ ስለ ዝኾንካ ኣምላኽ ዝድንግጸልካ ከይመስለካ ክፉእ ልቢ ዝሓረሶ በዱ ፍረ የብሉን እንታይ እዩ ዝብል ዘሎ ምስ ኣምላኽ እንተሓበርካ ግና እዚ ንኣኻ እንታይ ኣይኮነን ዕንቅፋት ክኾነሉ ኢልካ ኣይትሕሰብ እግዚኣብሔር ኣምላኽ እዚ ስለ ዘይብልካ ይብለካን እዩ ምስ ኣምላኽ ዘሕብረካ ነገር ዘይብልካ ክትከውን ምስ ኣምላኽ ሕብረትካ ክባላሾ ከሎ እዩ ነገር ክሳራ ዝኸውን እምበር ካልእ ነገር ዘይብልካ ኮንካ ምስ ኣምላኽ ሕብረትካ እንተጥዕዩ ግና ኣነ ንቑፆም እየ ንዋላ ሓንቲ ኣይጠቅምን እየስ ኣይትበል ኣይትበል ኣይትበል ንቁጾም ኢኻ ንዋላ ሓንቲ ኣይጠቅምን ስለ ዝበሉኻ ናይ ኣምላኽ ሰብ እተትኸውን ደኣ እንተበሉኻ እወ ሓቃቶም እዮም ናይ ኣምላኽ ሰብ እተዝኸውን ደኣ ሰይጣን ንጎይታ እንታይ ኢልዎ ንስኻ ወዲ ኣምላኽ ምዃንካ ክገሃድ እስኪ ነዚ እምኒ እንጀራ ይኹን በል ዋ ኣነ ወዲ ኣምላኽ ምዃነ ከርእየካ እየ ሕጂ ኣይበሎን ንሰይጣን ጎይታ ወዲ ኣምላኽ ምዃነይ ንኣኻ ብምርኣይ ንስኻ ዝበልካኒ ብምግባር ኣይኮንኩን ወዲ ኣምላኽ ምዃነይ ዘግህድ ነቦይ ብምኽባር እዩ ነቦይ ብምኽባር እምበር ንስኻ ዝበል ብምግባር ኣይኮንኩን ወዲ ኣምላኽ ምዃነይ ዘግህድ ስለዚ ሰብ ካብ ኣፍ ኣምላኽ ብዝወፅእ ኩሉ ቃል እምበር በዚ ንስኻ ጎዲሉ እትብሎ ዘለኻ እንጀራ ኣይኮነን ጥራሕ ዝነብር ምጉዳል እኳ ዘይከሃድ እንተኾነ ካብኡ ዝበልጽ ቃል ዘለዎ ኣቦ ግን ኣሎ ኖቦ ምኽባር እዩ እምበር እንጀራ ምብዛሕ ኣይኮነን ወዲ ኣምላኽ ዝገብር ወዲ ኣምላኽነተይ ጾመይ ብምውዓለይን እንጀራ ብምምልአይ ጨጎራይን ኣይኮነን መምዘኒኡ መምዘኒኡ ፕሪንስፕል እዩ ነቲ ሰማያዊ ኣቦ ምኽባር ዝብል ምስኡ ብሕብረት ምንባር ዝብል እዩ የስ ጎይታ እዩ ፕሪንስፕል እዩ እዚ ፕሪንስፕል ክርስትናኻ ጥዕናኻ ህይወትካ ንርእስና ክንመዝና ከለና ዋት ኢዝ ማይ ፕሪንስፕል ናተይ ናይ ኣምላኽ ሰብ ምዃነይ ነገር በዚሑ ስለ ዝረኣኽዎ ዲ ሕጂ ኣምላኽ ምሳይ ኣሎ ክብል ዘለኒ ኖ ኖ ኣምላኽ ምሳይ ዝህሉ ነገር ብምብዝሑ ኣይኮነን እግዚኣብሔር ኣባይ ብምዕዛዙ እዩ ኣነ ኣብ ኣምላኽ ብምዕዛዘ እየ ሕብረትካ ምስ ኣምላኽ ብምጥዓይ እዩ ኣምላኽ ምሳኻ ዝህሉ እምበር ጁባኻ ብምምልእ ኣይኮነን ኣምላኽ ዝህሉ ሌባ እውን ምሳኻ ክሓድር ይኽእል እዩ ጁባኻ እንድሕር ዝኸስበሉ ኮይኑ እግዚኣብሔር ግን ካብ ጁባና ዝፅበ ዘይኮነስ ኣብ ጅብኡ ከእትወና ስለ ዝደሊ ንሕና ምስኡ ምህላውና እዩ ዘገድሶ ልዕሊ ኩሉ እቲ ካልእ ንኣና መቑሽሽ እዩ ስለዚ ኣነ በዚ ነገር እዚ ዓቕሚ የብለይን ዋላ እኳ ሕብረተይ ምስ ኣምላኽ እንተሃለዎ ዋላ ጎይታ እኳ እንተተቐበለኒ ዋላ እኳ የፍቅረካ የፈትወካ ኢሉ እንተደሓነኒ ግን ክሳብ ሕጂ ኣብ መነባብሮይ ዝመፀ ለውጢ የለን ኣመባብሮ ከዓ ዝወፀ ለውጢ ዘየለ እምበር ኣብ ሕብረትካ ግና ለውጢ ኣሎ ኣብ እግዚኣብሔር ምዕራፍ ግን ለውጢ ኣሎ ኣብ ድሑን ምዃን ግን ለውጢ ኣሎ ኣብ ናይ ዘለኣለምነት ጉዕዞኻ ግን ለውጢ ኣሎ ንስኻ ብዝጎደለካን ዝመልአካን ጨርቂ ዝትመን ህይወት ኣይኮነን ዘለካ ክርስቶስ ብዝኸፈሎ ደም ዝተጠርየ መንነት እምበር ክብሪ ንቅዱስ ሽሙ ይኹን ስለዚ እግዚኣብሄር ከምዚ ይብል ኣሎ፣ ነቶም ሰናብተይ ዚሕልዉ፣ ንኣይ ዜሐጕስ ዚሓርዩ፣ ኪዳነይ ድማ ዜጽንዑ ስሉባት ኢሉ። ስሉባት እዮም እኮ፣ ፍረ እኮ የብሎምን። ወዲ ወዲ ወዲ፣ ጓል ጓል ጓል ጓል ዚበሃል የብሎምን እኮ። ስሉባት እዮም፣ ግን እንታይ መዐቀኒ እዮም፣ መዐቀኒ እዮም። ሰናብተይ ዚሕልዉ፣ ብኣይ ዚዓርፉ፣ ብኣይ ባህ ዝብሎም ንኣይ ብኣይ ምስ ዓረፉ ካልእ ዕረፍቲ ከናድዩ እንታይ ዘይብሉ ቀልባዕባዕ ዘይብሉ ዕረፍቲ መታን ክረኽቡ ዝኸዱ ዘይኮነስ ዓሪፎም እንጀራ ዘድልዮም ዓሪፎም ክዳን ዘድልዮም ብክርስቶስ ዋጋ ዕዳጋ ዘይኣትዉ ግን ከዓ ንጨጎርኦም ካብ እግዚኣብሔር ድራር ዕለት ዝደልዩ ብክርስቶስ ስለ ዝዓረፉ ካልእ ዕረፍቲ ክምእርሩ ኢሎም ዘይወፍሩ ኣብ ደም ክርስቶስ ርክሰት ዘይፍጽሙ ኣብ ደም ክርስቶስ ዘየላግጹ ኣብቲ መዕረፊ ኣምላኽ ንሱ ካብ ኩሉ ግብሪ ዓሪፉ ከም ዘሎ ኣብ ክርስቶስ ምስ መፁ ምስ ዓረፉ ካብ ኩሉ ምስ ኣምላኽ ዘይኺዶም ነገር ምንባርን ምግባርን ዝዓረፉ ሰባት ካብ ኩሉ ምስ ኣምላኽ ዘይኺዶም እከይ ግብሪ ምንባርን ምግባርን ዝዓረፉ ሰባት ኣብ ክርስቶስ ዕረፍቲ ኣብኡ እዩ ደጊም ካብዚ ንላዕሊ ዕረፍቲ የለን መታን ክዓርፍ ዝደሊ ዘይኮነስ ኣብ ክርስቶስ ዓሪፈ እ፣ ካብ እግዚኣብሔር መዓልታዊ እ፣ ሓልዮት ኣምላኸይ ዘይተፈልየኒ ምዃነይ እ፣ ክርስቶስ ንኣይ ከዕርፈኒ ምኽኣሉ ምስክር እዩ ዝብሉ ክርስቶስ ስለ ዜዕረፎም ነፍሰም እንዳቕበዝበዘት ናብ ጽባሕን ዘይጽባሕን ናብ ዝኽየድን ዘይኽየድን ናብ ዝጉየን ዘይጉየን ቀባሕባሕ ክብሉ ዘይነብሩ ብክርስቶስ ዝዓርፉ ኣብ ደም ክርስቶስ ርኽሰት ዝበሃል ዘይፍጽሙ ንኣምላኽ ዘሐጉሶ ዝሓርዩ ንኣምላኽ ዘሐጉሶ ዝሓርዩ ንኣምላኽ ዘሐጉሶ ዝሓርዩ ሕርየቶም ምርጭኦም ንኣምላኽ ምሕጓስ ዝኾነሎም ማማዓልቱ ኣምላኽ ጥራሕ ይተሓጎስ እምበር ጎይታ ጥራሕ ደስ ይበሎ እምበር ኣምላኸይ ጥራሕ በዚ ነገር እዚ ይስመሮ እምበር እቲ ንስኻ ትደልየኒ ክኾነልካ እየ እቲ ትብህጎ ክኾነልካ እየ ከምቲ ትደልየኒ ክኾነልካ እየ ዝብሉ ንኣምላኽ ዘሐጉሶ ዝሓር እዩ ኣምላኽ ይተሓጎስ ኣይተሓጎስ ንኦም ስለ ዘሐጉሶም ጥራሕ ሓጎስ እግዚኣብሄር ሓይልኹም እዩ እንዳበሉ ኣምላኽ ኣብ ዘይሕጎሰሉ ንሳቶም ክሕጎስሉ ኢሎም ዝሓሰብዎ ኣብ ዘዝኣተልዎ ተኸይላ ኣምላኽ መመፅኡ ምሳታቶም ጭቃጭቃ ክፃወት ደልዩ ዘይኮነስ ቅድም እግዚኣብሄር ካብ ጭቃታቶም ምሰድሓኖም ኣብ በረኽቲ እግዚኣብሄር ምንባር ሓጎሶም ዝኾነ ኣብ ዕያግ ርኽሰቶም እንዳጠልቀዩ ሓጎስ እግዚኣብሔር ሓይልኹም እሞ ኣይትንብዑ እመኑ ጥራሕ ዝብሉ ዘይኮነስ ኣምላኽ ዘየሐጉሶ ዘጉህዮ ኣምላኽ ዘሐጉሶ ዘሐጉሶ ኣምላኽ ደስ ብዝብሎ ደስ ዝብሎ ኣምላኽ ብዝጉህየሉ ዝጉህዩ ናይ ኣምላኽ ፊሊንግ ናይ ኣምላኽ ልባዊ ሃቀና ልባዊ ፅምኣን ዝትንክፎም ኣሜን በዚ ነገር እዚ ከዓ ኪዳነይ ዘፅንዑ በዚ ፕሪንስፕል እዚ ከዓ ኪዳነይ ዘፅንዑ ኣብ ኪዳኖም እሙናት ዝኾኑ ኣብ ኪዳነይ ኣብቲ ምሳታቶም ዝኣተዎ ኪዳነይ ብምፅናዕ ዝቕፅሉ ለካ ኪዳን ትፀንዕ ኣብ ሓድሕድካ ንዘይምጉሃሃይ ብትገብሮ ክልተኣዊ ድልየት እዩ ክልተኣዊ ፍቓደኛነት እዩ። ክልተኣዊ ካብ ክልተ ሸነኽ ዝመጽእ ሓቀኛ እሙን ናይ ምዃን ልቢ እዩ። ኪዳነይን መታን ከጽንዑ ንኣይ ዘሐጉስ ዝሓር እዩ። ንኣይ መታን ከይብድሉ እ፣ ሰያ- ሰናብተይ ዘየርክሱ በዚ ከምዚ ከዓ ኣብቲ ዝኣተውዎ ኪዳነይ ዝጸንዑ ነዚኣቶም ይብል ሽዑ ነዚኣቶም ንኣታቶም ኣብ ቤተይን ኣብ ውሽጢ ደንበይን ስፍራ ኣሜን እዞም ከምዚ ዝገብሩስ እንታይ ኢልዎም ስሉባት እዮም ኢሉ ካብ ምንታይ ዝተሰልቡ ኣብ መንፈሳዊ ዓለም እንተመፂእና ካብ ምንታይ ዝተሰልቡ ንሓጢኣት ካብ ዘፍርዮም ባህሪኦም ዝተሰልቡ ንዓመጻ ካብ ዝመርሖም ባህሪኦም ዝተሰልቡ፣ ካብ ንኣምላኽ ዘየኽብሩሉ ኣካይዳኦም ዝተሰልቡ፣ ካብ ፍረ ኣልቦ ዝገብሮ መቂድሚ ኣምላኽ ሕብረቶም ምስ ኣምላኽ ካብ ዘበላሹ ዝተሰልቡ፣ ምስ እግዚኣብሔር ኣምላኽ ብኺዳን ዝተኣስሩ፣ ንኣምላኽ ብምሕጓስ ፍቓድ ኣምላኽ ኣብ ሕይወቶም ብምፍጻሙ ዝሕጎሱ፣ ኣምላኽ ዘሐጉሶ ነገር ኣብ ሕይወቶም እንተኾነ ደስትኦም ዝኾነ፣ ብዘይ ኣምላኽ ሓጎስ ኢሎም ካልእ ዝመርጽዎ ነገር ዘይብሎም ኣምላኽ እንተዘይብሉ የለኹን ዝብሉ ኣምላኽ ኣብ ዘይርከበሉ ኣድራሻ ኣድራሻኦም ክገብሩ ዘይደልዩ ኣምላኽ ኣብ ዘይውዕሎ ክውዕሉ ዘይደልዩ ኣምላኽ ኣብ ዘይብህጎ ክብህጉ ዘይደልዩ ኣምላኽ ንዝጽየፎ ዝጽየፉ ኣምላኽ ንዝፈትዎ ዝፈትዉ ስሉባት ስሉባት ነታ ዓለም እተምፅኦሎም ናይ ጥፍኣት ዕድመ ስሉባት ነቲ ዓለም እትጥብሮም ናይ ጥፍኣት ጋህሲ ስሉባት ንምድንጋር ፀላኢ ስሉባት ደጊም ንሳቶም ንዓለም ከይኾኑ ብጀካ ንክርስቶስ ዓለም እውን ደጊም ንክርስቶስ ተኪኣ ንኣቶም ከይትኸውን ልቦም ዝጨከነ ዝተሰልቡ ዝተገዝረ ልቦም፣ ኣተሓሳስብኦም ዝተዓረየ፣ ብምሕዳስ ሓሳቦም ዝተለወጡ፣ ክብሪ ክርስቶስ ኣብ ልቦም ዝጸምኡ፣ ገጽ ኣምላኽ ክርእዩ ዝብህጉ፣ ምድሪ ስደት ምዃና እዛ ዓለም እዚኣ ዝተረድኦም፣ ዘለኣለምነት ከይተምልጦም ንቕድሚት ዝግስግሱ፣ ብግዝያዊ ራህዋ ወይ ብግዝያዊ ጸገም ካብ ኣምላኾም ክፍለዩ ዘይደልዩ ዘሎ ወይ ዝመጽእ ህይወት ወይስ ሞት ጽጋብ ወይስ ጥሜት ስደት ወይስ መከራ ስልጣን ወይስ ክብሪ ልዕልና ወይስ ትሕትና ውርደት ኮነ ክብረት ማእሰርቲ ኮነ ንግስነት ብዋጋ ዕዳጋ ዘለኣለማዊ ህይወት ንኣኣቶም ግዳዮም ዘይኮነ ክነብሩ እንተኾይኖም ክርስቶስ ክኸብር ክሞቱ እንተኾይኖም እውን ንኽብሪ ክርስቶስ ምዃኑ ዝርድኦም ብሞት ኮነ ብህይወት ክርስቶስ ኣብ ህይወቶም ክኸብር ዝደልዩ ብዘይ ክርስቶስ ምንባር ንኣቶም ትርጉም ከም ዘይብሉ ክርስቶስ ክሳዕ ዝኸበረሉ ከዓ ንክርስቶስ ክነብሩ ዝደልዩ ስሉባት ነዚኣቶም ነዚኣቶም ኣብ ቤተይን ኣብ ውሽጢ ደምበይን ስፍራ ካብ ኣወዳትን ኣዋልድን ዝበልጽ ስህቦም ስም ክህቦም እዩ ነዚኣቶም ኣብ ውሽጢ ደምበይ ስፍራ ኣነስ እ ኣብ ኣጸድ እግዚኣብሔር ከም ልምእቲ ኣውልዔ ኣምላኸይ ከዓ እንታይ እዩ ዝብል ኣምላኹ እንታይ እዩ ንዳዊት ኣነ ሰብ ቤት እግዚኣብሔር እንታይ ኢሉ ከም ልምዕቲ ኣውልዐ ኣብ ኣፀድ ኣምላኽ ከም ልምዕቲ ኣውልዐ ኣብ ደንበ ኣምላኽ ከም ልምዕቲ ኣውልዐ ኢሉ ኣብ ካልኡ ከዓ እንታይ ይብል ሽዑ ኣምላኸ ከዓ ምድሓነ ኮነ ከዓ ትልካ እንታይ ዝብል ዘሎ እዚ እዚኣቶም ኣብ ቤተይን ኣብ ውሽጢ ደንበይን ስፍራ ካብ ኣዋዳትን ኣዋልድን ዝበልፅ ስም ክህቦም እየ ኣዋልድን ኣወዳትን የብልናን ኢሎም ድዮም ዝሓፍሩ ዘለዉ ኢሉ ነኖ ካብ ኣወዳትን ኣዋልድን ዝበልፅ ስም ኣብ ምድሪ ሰብ ሓድጊ ገዲፉ መፀውዒ ስም ኣለዎ እግዚኣብሄር ኣይከልኦን ኢሉ ሰብ ካብ ዘድንቆ ንላዕሊ እግዚኣብሔር ካብ በወዳትን በዋልድን ዝመጽእ ስም ዘይተረስዐ ሓድጊ ዝገድፈ ተባሂሉ ኣብ ገጽ ምድሪ ካብ ዝግበር ናይ ሰብ ኣድናቆት ካብኡ ዝበልጽ ስም ኣወዳተይን ኣዋለደይን ካብ ዝብል ስም ዝበልጽ ስም ክህቦም እየ ዘይጠፍእ ዘለኣለማዊ ስም እዩ እቲ ስም ግዝያዊ ኣይኮነን ኣባሓጎይ ኣነ ክሳዕ ዘለኹ ሽሙ ይጽዋዕ ኣሎ ክሳብ ሕጂ መጀመርታ ክምዝገብ ከሎ ስለ ዘመዝገብኩዎ ኣባሓጎይ ኣባሓጎኹም ድማ ከምኡ ውልድኩም ነቦኹም ይባሓጎ ክገብር ኣባሓጎኹም ክርሳዕ ብድሕሪኹም ንስኹም ምስ ወዳእኹም ምስ ተቐበርኩም ክትውድኡ ኢኹም። ኣቦ እከለ መን ይበሃል ነይሩ ኢኹም ክትበሃሉ እምበር፣ ኣባሓጎኡ ነቲ ዝሞተ ሰብ መን ይበሃል ነይሩ ኢሉ ብዙሕ ዘዘንትወልኩም የለን፣ ብጀካ መቕርብ ቤተሰብ ንቑጽሪ ወለዶ ክጠቅም ጥራሕ። እቲ ዝተወልደ ቆልዓሲ ወይ ንስምኩም ወይ ንስም ኣቦኹም ከም ሽሙ ወይ ከም ሽም ኣባሓጎኡ ገይሩ ከም ሽም ኣቦኡን ከም ሽም ኣባሓጎኡን ክጥቀመሉ ይኽእል እዩ። ካብኡ ወጻኢ ግን እቲ ዘርኢ ተረሲዑ እዩ። ዝሓስበ የለን። ወለደኻ ንገር ዝብል ኣጋጣሚ እንተዘይመፅዩ ኣይዝከርን እዩ እግዚኣብሔር ግን እንታይ ኢሉ ንዘለኣለም ዘይጠፍእ ስም ዘለኣለማዊ ስም ገይሩ ከኽብሮም ኢሉ ዘለኣለማዊ ስም እቶም ምሳይ ዝሓብሩ ኢሉ እሞ ምስኡ ዝሓብሩ ስለዚ ንሕና እዞም ዝወለድና እዞም ዝዘመድና ከደኣ እንተ ክንከውን ኢና እግዚኣብሄር ብዛዕባ ኣብነት ገይሩ ይገልፅ እምበር ብዛዕባ ስጋዊ ውሉድ ኣይኮነን ክዛረብ ደልዩ ሰብ ብዛዕባ ኣብ ምድሪ ፈርዩን ኣይፈርዩን ዝበሃሎ ብመንፅር ዋጋ ዕዳጋ ሕብረት ምስ ኣምላኽ ምግባር ዝብሎ እዩ ዝብል ዘሎ። ምስ ኣምላኽ እንተሓቢርካ ውሉድ ዝበለፀ ስም ካብ ኣምላኽ ንምርካብ ኣይኽልክሉኻን እዮም። ሕብረትካ እንተዘየበላሽኻ ምስ ኣምላኽ ውሉድ ስለ ዘይብልካ ከዓ ሕብረት ምስ ኣምላኽ እንተልዩካ ኮይንካ ከዓ ካብ ክቡር ስም ምርካብ ዝኽልክለካ ዋላ ሓደ የለን። ደቅኻ በዓል መን ይበሃሉ ክቡር ስም ክንበካ ተባሂልካ ኣይኮንካን ትሕተት ሕብረትካ ምስ ክርስቶስ እንታይ ይመስል ነይሩ ነቶም ንኣምላኽ ዘብኽሩ ንምኽሩ እውን ዝተፀውዑ ንኣምላኽ ዘፍቅሩ ኣብ ምኽሩ እውን ዝነብሩ ንኣቶም እንታይ ይገበረሎም እዩ ንጉስ ከኽብሮ ንዝደለየ ሰብ እንታይ ይገበረሉ እቲ ጉዳይ ኣብ ቅድሚ ንጉስ ክብሪ ዝግብኦ ሰብ ክብሪ ኣይጉደሎ ዝብል እቲ ጉዳይ ቆልዑ ክንደይ ኣለውካ ኣይኮነ እቲ ጉዳይ ብምህላው እቶም ቆልዑ ዝወሃብ ክብሪ ወይ ብዘይምህላዎም እቶም ቆልዑ ዝጎድል ክብሪ ኣይኮነን ዘሎ ሕብረት ምስ ኣምላኽ ብምግባር እዩ እቲ ጉዳይ ቆልዑ ኣለውኻ ሕብረትካ ምስ ኣምላኽ ተስተኻኸል ክቡር ኣኽሊል ትረክብ ክቡር ሽልማት ትረክብ ክቡር ስም ትረክብ ቆርዑ የብልካን ግን ሕብረትካ ምስ ኣምላኽ ጥዕና ኣለዎ ክቡር ስም ትረክብ ዘለኣለማዊ ስም በቲ ዘለካ ነገር ኣምላኽ እንድሕር ደኣ ኣብ ዋጋ ዕደጋ ዘእተኻዮ እግዚኣብሔር ኣምላኽ ክቡር ስም ይህበካ በቲ ዘለካ ነገር ንእግዚኣብሔር እንድሕር ደኣ ዋጋ ዕደጋ እቲኻዮ እቲ ዘለካ ነገር ነቲ ዘለኣለማዊ ነገር የኽስረካ በቲ ዘይብልካ ነገር ንእግዚኣብሔር ኣብ ዋጋ ዕዳጋ እንተእቲኻዮ ዘይብልካን ዘይብልካን ትኸውን ድምርካ ዘይብሉ ዘይብሉ ትኸውን ድምር ዜሮ ግናኸ ከም ሰብ ኣብ ገጽ ምድሪ ዘይብልካ ትመስል ግን ሕብረትካ ምስ እግዚኣብሔር ጥዕና እንተልይዎኸ ኩሉ ዘለዎ ግን ዘይብሉ ዝመስል ትኸውን ኩሉ ዘለዎ ግን ዘይብሉ ዝመስል ከም ሃዋርያ ጳውሎስ ዝበሎ ማለት እዩ ከም ድኻታት ግን ንብዙሓት ነጸጉ ከም ምውታት ግናኸ ሕያዋን ኢና ብኹሉ ንድፋእ ግን ኣይንጠፍእን ይጸበና ይጨንቀና ንስደድ ንጠሚ ንዓርቕ ንዋረድ ግናኸ እ ኣይንጠፍን ኩሉ ከለናስ ኩሉ ከም ዘይኮና ኮይና ኢና ነብር ዘለና ኢሉ ኩሉ ዘለዎ ግን ኩሉ ዘይ- ዘለዎ ዘይመስል ሕብረቱ ምስ ኣምላኽ ዘዕረየ ሰብ ከምኡ እዩ ኩሉ ከሎ ኩሉ ከም ዘይብሉ ይመስል ስለዚ እቲ ኩሉ ንክህልዎ ዝገብሮ ሕብረት ምስ ኣምላኽ ብዝግባእ ሒዙ ገለ ዘይብሉ እንተመሰለሲ ኣነ ገለ ዘይብለ እየ ከም ንቑጾም እየ ቁም ነገር የብለይን ኣይበል ምክንያቱ ንኡ ዝኸውን ካብ ስም ኣወዳትን ኣዋልድን ዝበልጽ ዘለኣለማዊ ስም እሁበ እዩ ኣሜን ዶ እቶም ምእንቲ ከገልግልዎ ንስም እግዚኣብሄር ከፍቅሩ ባሮቱ ክኾኑ ኢሎም ምስ እግዚኣብሔር ዝሓብሩ መጻእተኛታት ይብል ኣሜን ኣሜን እቶም መታን ከገልግልዎ ንስም እግዚኣብሔር ከፍቅሩ መታን ንእግዚኣብሔር እንታይ ክኾኑ ባሮቱ ክኾኑ ኢሎም ከዓ ምስ ኣምላኽ ዝሓብሩ ኣሜን እቶም ንስም እግዚኣብሔር መታን ረብሓ ከጋጭዉ ብሽሙ መታን ዓመፃ ከዳቕሉ ዘይኮነስ ንስም ኣምላኽ መታን ከፍቅሩ እ፣ ንስም ኣምላኽ መታን ከገልግልዎ ዘፍቅርዎ እዩ መታን ከገልግልዎ ንስም ኣምላኽ ዘፍቅሩ እንታይ ማለት እዩ መታን ከገልግልዎ ዘፍቅሩ ስም ኣምላኽ ብኣኣቶም መታን ከይጽረፍ ስም ኣምላኽ መታን ኣብ ዓለም ክኸብር ስም ኣምላኽ መታን ኣብ ህይወቶም ከቢሩ ዓለም ክርስቶስ መን ምዃኑ ኣብ ማእኸል ኣህዛብ ኣብ ማእኸል ፈለጥቶም ኣብ ማእኸል ረኣይቶም ስም ኣምላኽ ከይፅረፍ መታን ተጠንቂቖም ነቲ ስምሱ መታን ክነብርሉ ብምንባር ከገልግልዎ ዘፍቅርዎ ብምንባር ከገልግልዎ ዘፍቅርዎ ንስም ክርስቶስ መታን ከገልግልዎት ዘብቅሩ ንእግዚኣብሔር ከዓ ብፍታው መታን ክእዘዝዎ ብፍታው መታን ክሰምዕዎ ባሮቱ መታን ክኾኑ ኢሎም ናብ ኣምላኽ ዝሓብሩ ይብል እንታይ መታን ክኾኑ ንኣምላኽ ባሮቱ ክኾኑ ብሽሙ ከላጉፀ ኣይኮነን ኣዋቒዖም ክኸዱ ኣይኮነን ከም ገሓዚ ከም ገሓዚ ብስም ነቢይ ኣምላኽ ብዝም ኣገልግሎት ኣምላኽ ብስም ነቢያት ኣምላኽ ከምልጦ ዘዘይደለየ ኣብ ዘይእዋኑ ዘይስራሕ እንዳሰርሐ ብንብረት ዓመጻ ብስም ጸጋ ኣምላኽ ብስም ነቢያት ኣምላኽ ቁጻሮ እንዳነደየ መገዲ እንዳኸተረ ብስም እግዚኣብሔር ኣምላኽ ዓመጻ ዝእክብ እሞ ምስ ተዓመጹ ለምጽ ከኣ እንዳኣከበ ንዘርኡ ንውሉድ ወለዱ ዝገድፍ ናይ ገሓዚ መንፈስ ዘይኮነስ ናይ ኤልሳእ መንፈስ ዘለዎም ሰባት ናይ ኤልሳእ መንፈስ ዘለዎም ሰባት ብመንፈስ ከሓዝነት ዘይተታሕዙ ንኣምላኽ ዝግዝእዎ ሶርያውያን ምስ መዓርጎም ካብ ሎምጾም ከምጽኦም ዘይከኣለ ሶርያውያን እኳ ኣመንቲ ዘይኮኑ ክንሶም ምንም ከም ዘይጥቕሞም ፈሊጦም ኣፍራሶም ጽዒኖም ብዋጋ ዕዳጋ ሕማሞም ክጉሕፍዎ ዝመረጽዎ ወርቂ ብዋጋ ዕዳጋ ጸጋ እግዚኣብሔርን ስም እግዚኣብሔርን ለምጽ ክእክበሉ ዝመረጾ ህይወት ከምዚ ዓይነት ቀይናን ክህወት መንፈሳውነት ዘይብሎም ማለት እዩ ቀይናን ንስም እግዚኣብሔር ብቀይናን ረብሓ ምስ እግዚኣብሔር ሕብረት ኣለና ዝብልዎ ድማ ንቀይናን ረብሓ ስም እግዚኣብሔር ብስም ቀይናን ረብሓ ንባህርያ እግዚኣብሔር ምዃን ከዓ ብዋጋ ቀይናን ረብሓ መንፈስ ገሓዚ ዘይገዝኦም ሰባት ማለት እዩ ንስም እግዚኣብሔር መታን እንታይ ክኾንዎ መታን ከገልግልዎስ ከፍቅሩ ንስም እግዚኣብሔር መታን ከገልግልዎስ ከፍቅሩ ስም እግዚኣብሔር ብኣኣቶም መታን እንታይ ክኸውን ኣብ ኣህዛብ ክኸብር ርግጽ ኣምላኽ ኣብ ህይወት እዛ ሰብ እዚ ሰብ እዚ ርግጽ ኣምላኽ ንሱ እዩ ኢሎም ሰባት መታን እንዳጸልኡኻ ዋላ ነቲ እተምልኾ ኣምላኽ ግና ስሙ ብኣኻ ከም ዘይረኸሰ ክምስክሩ ብርክሰት ስም እግዚኣብሄር መታን ረብሓ ርእስኻ ከይተጋጩ ትጥንቀቕ ማለት እዩ ከተገልግሎ ኢልካ ናቱ ባርያ ክትከውን ኢልካ እዚ ስም እዚ ንስኻ ኣብ ትሕቲኡ እትግዛእ ንኡ ድማ ተፈራሕን ተኸባርን ክኸውን ከም ዝግብኦ ንኣኻ ከምኡ ኮንካ ከም እትህቦ ቫልዩ ናቱ ዓቢ ምዃኑ ኣብ ህይወትካ ከተርኢ ኣብቲ ዝረአ ስጋኻ ኣብቲ ዝረአ ቅዲ ህይወትካ ስም እግዚኣብሄር መታን ክኸብር እተፍቅር ስም ኣምላኽ መታን ክኸብር እተፍቅር ስም ኣምላኽ መታን ክግልገል እተፍቅሮ ንኣምላኽ ድማ መታን ናይ ፍታው ባርያ ክትኮኖ ተሓብሮ ንኣምላኽ እንታይ ክትኮኖ ናይ ፍታው ባርያ ክትኮኖ እተሓብሮ ኣብ ብሉይ ኪዳን ሓደ ሰብ ዕዳ እንተለዎ ይብል መፅሓፍ ቅዱስ ሓደ ሰብ ዕዳ እንተለዎ ካብ እስራኤል ወይ ድማ ብባርነት እንተትሸጠ ሽዱሽተ ዓመት ምስ ተገዝአ ድሕሪ ሽዱሽተ ዓመት ሓራይ ውፃእ ይብል ኣብ ሻብዓይ ዓመት እቲ ባርያ እሱ ብፍታው ብፍታው ኣነስ ብኣኻ ደስ ኢሉኒ ኣሜን ንጎይቱ ማለት እዩ ኣነስ ብኣኻ ደስ ኢሉኒ እዩ ንምሉእ ዘመነይ ድማ ናይ ለብዘበን ቋንቋ ቴምፖራሪ ንሽዱሽተ ዓመት ዘይኮነ ንምሉእ ህይወት ዘመነይ ምሳኻ ባርያ ክኸውን ባህ ኢሉኒ እንተበለ ግና ኢሉ ወሲድካ እንታይ ግበሮ ኢሉ ኣብ ልዳት ምእዛኑ ኣጣብቆ ውሰዶ ናብ ልዳት ወሲድካ እንታይ ግበሮ እዝኑ ናብኡ ኣጣብቆ እሞ እ ኣብቲ ናቱ ናይ ስቑረን ቦትኡ ኣብቲ ናይ ታሕቲ ብመስፈ ጌርካ ኣንኩሎ እዚ ንዘለኣለም ብቐዋሚ ባርያኻ ምዃኑ ምልክት ኢሉ ተባዕታይ ይኹን ኣነስታይ ከምኡ እንተኾነ ምልክት ግበረሉ እዝኑ ኣንኩሎ ብድሕሪ እዚ ንዘልኣለም ንህይወቱ ምሉእ ናይ ፍታው ባርነት ምሳኻ መሪጹ እዩ እሞ ተቐበሎ ዝግባእ ዘበለ ከዓ ግበረሉ ኣሜን ባርያ ምዃን ማለት ከምኡ እንተገይሩ እንታይ ማለት እዩ ቴምፖራሪ ኣይኮነን ኩንትራት ኣይኮነን ንሽዱሽተ ወርሒ ኣይ ምን ንሽዱሽተ ዓመት ወይ ንሸውዓተ ዓመት ወይ ንዝቕፅል ዓሰርተ ክልተ ዓመት ገለ ኣይኮነን ብሂወት ክሳዕ ዘሎ ባርያ ካልእ ከይከውን ወሲኑ እዩ ማለት እዩ ብጎይትኡ ባህ ስለ ዝበሎ ናይ ጎይትኡ ባርያ ኮይኑ ክቕፅል ፍታው ልቡ መሪፁ እዩ ደስ ኢልዎ እንተመረፀ ኢሉ ምልክት ግበረሉ ናይ ፍታው ባርያ እዩ እሞ ሙሉእ ዘመኑ ባርያኻ እዩ ኣነን ንስኻትኩምን ንክርስቶስ ናይ ፍታው ባርያ ኢና። እግዚኣብሄር ኣገዲዱ ብኩንትራት ንሽዱሽተ ዓመት፣ ንሸውዓተ ዓመት፣ ንዓሰርተ ዓመት፣ ክሳብ እትጉብዝ፣ ክሳብ እትምርዖ፣ ክሳብ እትወልድ፣ ክሳብ ሓዳር እትገብር፣ ክሳብ ትህብትም፣ ክሳብ እንጀራ ዝመልኣልካ፣ ክሳብ ዓለም እትርኢ፣ ክሳብ ናብ ምዕራብ ዓለም እትኸይድ፣ ክሳብ ስራሕ ስራሕ እትረክብ ክሳዕ ብትምህርቲ እትስልጥን ክሳዕ ብስልጣን ፖለቲካ ኣብ ገለ ነገር ክሳዕ እትበጽሕ ከምኡ ኣይኮነን ብፍትሃው ናትካ ከውን እየ ኢልካ ድሒንካ እተኾንካ ምልክት ኣለካ ሽንካር ክርስቶስ ደም ክርስቶስ ኣብ እዝንኻ ዘይኮነ ኣብ ጎድኑ ተወጊኡ ብዘፍሰሰ ደም ምልክት ተገይሩልካ እዩ ብፍትሃው ባርያ ክትከውን ኢኻ ምስ ኣምላኽ እትሓብር ብዘይካኻ ጎይታ ክኾነኒ ዝመፁ ካልእ የብለይን ብዘይካኻ ባርያ ክኾነሉ ዝግብኣኒ ካልእ የብለይን ኣነ ብፍታው ንዘለኣለም ባርያኻ እየ ግዜያዊ ኣይኮንኩን ሙሉእ ዘመነይ ንኣኻ ክነብር እየ ደጊም እቶም ብክርስቶስ ዘለዉ ኢሉ ምእንቲ እቲ ምእንትኦም ዝሞተን ዝተንስአ እምበር ንርእሶም ከይነብሩ ንሱ ኣብ ክንዲ ኩላቶም እንታይ ኮነ ሞተ ንሱ ዝሞተ ንሳቶም ንኻልእ ከይነብሩ ይብል ክርስቶስ ኣብ መስቀል ዝተሸንከረ እቶም ብኡ ዝኾኑ ደጊም ምእንትቲ ንኣኣቶም ዝሞተን ዝተንስእን እምበር ንኻልእ መታን ከይነብሩ እዩ ኣነን ንስኻትኩምን ንኻልእ ከይንነብር ብፍታው መፅኢና እንታይ ዝኾንና ኢና ሽንካር ክርስቶስ ሀ ኣብ ጎድኑ ዝተወግአልና ናይ ሽንካሩ ናይ በሰሉ ምልክት ኣለና ባና ደሙ ምልክት በሰሉ እዩ ምልክት ዝተወግአሉ እዩ ደጊም ንኣምላኽ እምበር ንኻልእ ከይትኸውን ብደም ክርስቶስ ተዓዲካ ኣእዛንካ ምኽሪ ክርስቶስ እምበር ካልእ ከይሰምዓ ደጊም ንሓሳብ ክርስቶስ እምበር ንርእስኻ ከይትነብር ደጊም ንኡ ከተሐጉስ እምበር ንካልኦት ከተሐጉስ ከም ዘይትነብር ደጊም ንባህታ ርእስኻ ዘይኮነ ንባህታ ጎይታኻ መታን ክትነብር ብደም ሓቢርካ ኢኻ ብደም ሓቢርካ ኢኻ እንታይ እዩ ዝብል እቲ ሕብረት? ብቐዋሚ ባርያኻ ክኸውን እየ፣ ኣእዛነይ ናትካ ምኽሪ ጥራሕ እየን ዝሰምዓ፣ ኣባጊዐይ ድምጸይ ይሰምዓን የለልያን፣ ካልእ ድምጺ እንተ ሰምዓ ካብኡ ይገልባ፣ ናባይ ከ ይሕቈፋ። ናብ ክርስቶስ ንሕቈፍ፣ ምኽንያቱ ንሓዋሩ ብቐዋሚ ብፍትሓዊ ልቢ ናቱ ክንከውን ወሲንና ኢና፣ ባሮቱ ክንከውን ፈቲና መጺእና ኢና። ባርያ ክትከውን ብቐዋምነት እንድሕር ደኣ መጺኻ ኾንካ፣ ድሕሪ ክንድዚ ዓመት ሓራ ትወጸሉ ምኽንያት የብልካን። ፈትየ ናትካ ምዃን ይሕሸኒ ኢልካ ኢኻ። ብፍታው ናትካ ምዃን ይሕሸኒ እንተ ኢሉ ይብል ጎይታ ከምኡ ኢልዎም ደቀ መዛሙርቱ ኩሉ ሰብ እምበር ገዲፉካ ይኸይደለ ኢሎሞ ጐይታ ኢልዎም ሽዑ፣ እቲ ኹንትራት እንድሕር ንኣኻትኩም ከምኡ ዝርድኣኩም ኮይኑ፣ ካባኻትኩም ክኸይድ ዝደሊ ሰብ እንተልዩ ኮይኑ ዀላይ ክኸይድ ይኽእል እዩ ኢልዎም። ሽዑ እንታይ ኢሎሞ? ናይ ዘለኣለም ህይወት ቃል ኣለካ፣ ካባኻ እሞ ናበይ ክንከይድ? ኢሎሞ። ባቃ ፍታውና ንስኻ ኢኻ፣ ካባኻ እሞ ናበይ ክንከይድ? ባቃ ምሳኻ ምንባር እዩ ዝሕሸና፣ ዘኽፈለ የኽፍለና ኢሎሞ። ኣነ ኸኣ ንስኻትኩም ዘኽፈለ ከኽፍለኩም እንድሕር ንኣይ መሪጽኩም፣ ኣነ ኸኣ ካባይ ከይትኸዱ ኸኣ ፍታው ልበ እዩ፣ ስለዚ ጸገም የለን፣ ኣብ ሽንካር ከይድና ሕጂ ትውዕ ክንፍፅሞ ኢና ኢሎም ናብ ሽንካር ከይድና ክንፍፅሞ ኢና ፀገም የለን ንስኻትኩም ብቀዋሚ ክትቅፅሉ ምሳይ ኣነ እውን ብቀዋሚ ናተይ ክትኮኑ ፈትየ ኣለኹ ግን እዚ ነገር እዚ ኣብ ሽንካር ከይድና ኢና ንፍፅሞ ኣብ መስቀል ተጠርኒቕካ እዩ ኣብ ብሉይ ኪዳን እዝንኻ ኣብ ኣብ ዓንዲ ወይ ድማ ኣብቲ ልዳት ጠርኒቕካ እዩ ሕጂ ግን ብመስፈ ኣብ ዓንዲ ብመስፈ ኣብ እዝኒ ዘይኮነ ሕጂ ግና ኣብኡ ኦለሄ ኦለሄ ላማ ሰበቕታኒ ተባሂሉ ዝገብርዎ ኣይፈልጡ እሞ ሕደገሎም ብዝብል ናይ መስዋእቲ ዋጋ ኣብኡ ተጠርኒቕና እቲ ውዕል ክንፍጽሞ ኢና ካብኡ ንደሓር ንስኻትኩም ምእንታይ ምእንቲ ተኣኹም ዝሞተን ዝተንሰአን ክትነብሩ ኣነ ከዓ ንኣኻትኩም ክነብር በዚ ንስኻትኩም ባረተይ ኣነ ጎይትኹም ኮይና ክንቅጽል ኢና ድውዕል ንሱ እዩ ኢየሱስ ክርስቶስ ጎይታ እዩ ክብሪ ንቅዱስ ሽሙ ይኹን እምበኣር ኣነ ንስኻትኩም ዝተፀዋዕናሉ እንታይ እዩ ንኣምላኽ ዘሐጉሶ ክንሓሪ ንስም እግዚኣብሔር መታን ከነገልግሎ ከነፍቅሮ ብኡ ከነዋቕዐሉ ብኡ ረብሓ ዓመፃ ከነጠፋፍኣሉ ዘይኮነ ብኡ ንሱ ከይፅረፍ ንሱ ከይረክስ ንሱ መታን ከይዋረድ ስመይ ኣብ ማእኸል ኣህዛብ ብኣኻትኩም ብሰርኹም እንታይ ኮነ ዝብል ቃል ስመይ ኣብ ማእኸል ኣህዛብ ኣርከስኩም ዝብል ቃል ኣፅረፍኩም ዝብል ቃል መታን ከይፍጠር ከነገልግሎ ኢና ሽሙ እንፅዋዓሉ እምበር ዘይስራሕ ነገር ክንሰርሓሉ ኣይኮናን ሽሙ እንፅዋዓሉ ንኣምላኽ እናሓብሮ ድማ ባሮቱ ክንከውን እምበር መዘናና ክኸውን ኣይኮነን ንኣምላኽ እናሓብሮ ንምንታይ እዩ መዘናና ክንገብሮ ኣይኮነን ባሮቱ ክንኮነ ኢና እናሓብሮ ንክርስቶስ እናሓብሮ ጎይታ ኮይኑ ንሕና መታን ባሮት ክንከውን እዩ ኣምላኽ ኮይኑ ንሕና መታን ፍጡር ክንከውን እዩ። ኣቦ ኮይኑ ንሕና መታን ውሉድ ክንከውን እዩ። ጎይታ ኮይኑ ንሕና ባሮት መታን ክንከውን እዩ እምበር መዘናና ክኸውን ኣይኮነን። መዛኑ ምዃንና ክንገልጸሉ ኣይኮን። ክርስቶስ መዘናታት ኣይኮነን ክመስል መጺኡ። ንእሽቶ ኣሕዋት ክኣርይ መጺኡ። ጥፉኣት ኣሕዋተይ ዝበሎም እዩ። ኣሕዋተይ ንምባል ዘይሓፈረ ነገር ንምንታይ እዩ? ናቱ ቃል ናቱ ጸጋ ክካፈሉ ስለ ዝመረጸሎም ሳላ ዶሙ ናብ ሕውነት ስለ ዝጸንበሮመ ሳላ ዶሞም ክርስቶስ ስለ ዝኾነ ይኮነ ንሕና ንእሽታቱ ክርስቶስ ኣይኮናን ክርስቶስ ዓብ ንእሽተን የብሉ በሉ ጎይታ ጎይቶት ንጉስ ነገስታት እዩ ንሕና ግና ብደም ክርስቶስ ዝደሓና ሰባት ኢና እምበር ንእሽታቱ ክርስቶስ ኣይኮና ክርስቶስ ብርሃን ዓለም እዩ፣ ኣነ ንስኻትኩምን ግና እቲ ኣብ ክርስቶስ ዝነባህረ ባህሪ እነንጸባርቕ ስጋውያን ኢና። እሱ እውን እንተኽኢልናዮ ክብሪ ንቅዱስ ሽሙ ይኹን ባሮቱ ክኾኑ ኢሎም ምስ እግዚኣብሔር ዝሓብሩን ዝሓብሩ መጻእተኛታት ሰንበት ከየፍርሱ ዝጥንቀው ኪዳነይ እውን ዘጽንዑ እንደገና ይደግሞ ኣሎ ነዚ ቤተይ ንኩሎም ከምዚኦም ዓይነት ህዝብታት እንታይ ኣይልዎ ቤተይ ንኩሎም ህዝብታት እንታይ እያ ቤት ጸሎት ትስመ ክስመ እዩ እሞ ንኣታቶም ናብ ቅዱስ ከረነይ ከምጽኦም ኣብ ቤት ጸሎተይ ከዓ ከሐጉሶም እየ ኣሜን ንኣታቶም ንኹላቶም ካብ ብዘሎ ዓሌታትን ህዝብታትን ናብዚ ስም እዚ ናብዚ ቅዱስ ምኽሪ እዚ ናብዚ ቅዱስ ዕላማ እዚ ንዘድህቡ ኩላቶም ቤተይ እንታይ እያ ቤት ጸሎት ክትስመ እያ እመ ኢሉ ቤተይ እንታይ ክትከውን እያ እዚኣቶም ኩላቶም እንታይ እዮም ክኾኑ ብናይ ሓድሽ ክዳን ቋንቋ ገጽ ኣምላኽ ዝደልዩ ህይወቶም ገጽ ኣምላኽ ብምድላይ ዝፍለጥ ህይወቶም ንጉሶም ብምንፋቕ ዝፍለጥ ህይወቶም ብጸሎት ዝፍለጥ ህይወቶም ምስ ኣምላኽ ዘለዎም ርክብ ብምድልዳል ዝፍለጥ ክኾኑ እዮም እሞ ኣነ ከዓ ናበይ ክስሕቦም እየ ናብ በሪኽ ከረነይ ክስሕቦም እየ እሞ ኣነ ከዓ ከካብቲ ዘለዎ እንታይ ጥራሕ ከምፆም ጥራሕ ኣይኮነን ናብ በሪኽ ሰፈር ከረነይ ከዓ ከውፆም እየ እሞ እንዳበረኽኩ ከበርኾም እየ እሞ እንዳውፃእኩ ከውፆም እየ እሞ ኣሜን ዶ ኣብ ቤት ጸሎተይ ከ ኣንተ ከገብሮም እየ ከሐጉሶም እየ ኣብ ቤት ጸሎተይ ከሐጉሶም እየ ኣነ ወሪደ ከ ኣንተ ኣይ ስራሒ ናተይ ከምቲ ንሶም ንኣይ ባህ ንምባል ዝተግሁ ኣነ ከ ኣብ ባህ ንምባሎም ክተግህ እየ ከምቲ ንኣይ ንምዕራፍ ልቦም ደስ ዝበሎ ኣነ ከ ኣነኦም ብምዕራፍ ክግለጸሎም እየ ከቲ ካባይ ከይጎድሉ ዝተግህቦ ኣነ ከዓ ካባይ ከይጎድሎም ክቆመሎም እየ ከምቲ ብዘይ በኣል ህይወት ትርጉም ከም ዘይብሉ ዝተረድኦም ኣነ ከዓ እ፣ ትርጉም በኣይ እንታይ ማለት ምዃኑ ገና ክገልጸሎም እየ ከምቲ ናባይ መታን ክመፁ ዘንቃዕርሩ ዝፀሙ ኣነ ከዓ ነ- ከም ካብ ክብሪ ናብ ክብሪ እናደየብኩ ከውፅኦም እየ ከምቲ ንኣይ ንምግላይ ዝተግሁ ኣነ ኸኣ ካብቲ ዝሓሰብኩሎም መታን ከይተርፉ ክተግሃሎም እየ ከምዚ ብዘይብኣይ ህይወት ትርጉም የብሉን ዝበሉ ኣነ ኸኣ ናተይ ህላወ ትርጉሙ ካብ ኩሉ ከም ዝበልፅ ከርእዮም እየ ክኾነሎም እየ ክቆመሎም እየ ክግለፀሎም እየ ኣሜን ዶ ኣብ ቤት ጸሎተይ ከኣ ከሐጉሶም እየ፣ ዝሓርር መስዋእቶምን መስዋእትታት ሕሩ ደሙን ኣብ መሰውእዮይ ቅቡል ክኸውን እዩ። ኣሜን። ናታቶም ነገር ኣብ ቅድመይ እንታይ ክኸውን እዩ? ቅቡል። ዋይ ንኣይ ዘሐጉስ እዮም ዝሓርዩ። ስለዚ ዝንጸግ ነገር የብሎምን። ንኣይ ባህ ንምባል እዩ ኢንተንሽኖም። ስለዚ ዝናቅ ነገር የብሎምን ባረተይ ንምዃን ሓጎሶም እዩ ስለዚ ጎይታኦም ኮይነ ካብቲ ዝተጸበዩኒ ንላዕሊ ካብ ምዃን ዝኽልክለኒ ዋላ ሓደ የለን ንስመይ ከገልግልዎ እዮም ዘፍቅርዎ ስለዚ ንስመይ ስለ ዝፈለጥዎ ከልዕሎም እየ ኣነ ከዓ ኣጥቢቑ ስለ ዘፍቅረኒ ከናግፎ ንስመይ ስለ ዝፈለጠ ከዓ ከልዕሎ እየ ጽሑፍ ስለ ዝፈለጥዎ ንስመይ መታን ከገልግልዎ እዮም ዘፍቅርዎ ኣነ ከዓ ብስመይ ከም ዘይሓፍሩ ከዓ ከርእዮም እዩ ክኾነሎም እየ ክቆመሎም እየ ክዓየሎም እየ ክርከበሎም እየ ስመይ ፀዊዖም ኣይክሓፍሩን ናባይ ቀሪቦም ኣይክኸስሩን ተዋሪዶም ኣይክተርፉን ተናዒቖም ኣይክተርፉን ብርግጽ ከኽብሮም ናብ በሪኽ ስፍራይ ድማ ከውጾም እዩ እምበኣርሲ ይብል ሽዑ እቲ እቶም እቲ ነቶም ፋሕ ኢሎም ዘለዉ እስራኤል ዝኣኻኽብ እግዚኣብሄር ኣምላኽ ኣብ ርእስቶም እኩባት ካልኦት እውን ክእክብ እየ ይብል ኣሎ ይብል ኣሜን እግዚኣብሄር ንኣይ ንኣኹምን ከምዚ ይሕዋት ንጸሊ እስከ ንጸሊ እግዚኣብሄር ንኣይ ንኣኹምን ከምዚ እዩ እስኪ ንእግዚኣብሔር ንኣኻ ንምሕጓስ ልበይ ይገስግስ ኢልና እስከ ንጸሊ ርድኣኒ ጎይታ ብኣኻ ደስ ብምባል ህይወተይ ክግስግስ